ልዕሊ ሓሙሽተ ሽሕ ዶላር ዝኣክል ከፊለ ናይ ሳይኮሎጂ መምህር ቆጺረ ነይረ ሎሚ ምሳይ ነዚ ክልተ ኦፐኒንግ ጋፕ ምስ መጸላ ነታ ኒው ዊክ ኦፐኒንግ ጋፕ የኽብራ ዶ የኽብራን ምጽባይ ማለት እዩ ደን ሶ ካብዚኣ ሎንግ ወሲድና ማለት እዩ ጋይስ ቴክ ፕሮፊት ንላዕሊ ክሳብ ኣብዚ ዝገበርናሉ ምክንያት እንታይ ነይሩ ያ ብዘሕዝን ኣጋጣሚ it was a very um, unfortunate day ማለት እዩ ለንስ and ጀንስ ሰላም ጥዕና ሃበለይ ከመይ ትኾን so ሎሚ ነዚ ጀምቢርናዮ ዘለና ሎሚ ከኣ ናይ መጀመርያ መዓልቲ ናትና ዝነበረ ናይ ሓደ ሚልዮን ፈንድድ ካፒታል ንምስራሕ ነካይዶ ዘለና ቅልስ ቻለንጅ በዲህናዮ ኣለና ማለት እዩ but unfortunately ሎሚ ዋላ እኳ you know the team was so amazing guys ብሓደ ብሓባር ኮይና ኢና ምስ ናይ ቶቶ ትሬድ ትሬዲንግ ኮሚኒቲ ትሬድ ክንገብር ውዒልና ኢቨን ኢትስ ክሬዚ ናይ ልዕሊ ሓሙሽተ ሽሕ ዶላር ዝኣክል ከፊለ ናይ ሳይኮሎጂ መምህር ቆፂረ ነይረ ሎሚ ምሳይ ነዚ ክልተ ቅነ እዚ ናተይ ኣመጋግባ ኣደቃቅሳ ፕሮግራም ናተይ ስኮጁል ናተይ ኣረንጅ ዝገብረለይ ናይ ሳይኮሎጂ መምህር ቆፂረ ነይረ ማለት እዩ ፕላስ ደ ቲም ዋዝ ሂር ምሳይ ብሓደ ኮይና ኣናላይስ ጌርና ኣናላይስ ጌርና ትሬድ ጌርና ነርና ማለት እዩ ብሓፈሻ እቲ ቻርት ዘርእየኩም ከውን ኣብዚ ሓደ ወንበር ጌርና ኣለና ማለት እዩ ዝረኣየኩም ተሃልዩ ምሳይ ናይ ሳይኮሎጂ መምህር ነይርኒ ሞር ንትናትና ቲም ሳይኮሎጂካል ፓርት ብዛዕባ ኣደቓቕሳ ክኸውን ይኽእል እዩ፣ ኣመጋግባ ክኸውን ይኽእል እዩ፣ ብዛዕባ FOMO ክኸውን ይኽእል እዩ፣ Revenge Trading ከመይ ጌርካ ተወግድ ዝብል ንዓይ ነዚ ክልተ ቅነ እዚ ንኽሓግዘኒ ነቶም ናትና ቲም ከዓ ዝያዳ ነቲ ናቶም ሓሳባት እቲ ናቱ ፕሮፌሽናል ዝኾነ ኣይድያ ሸር ንኽገብሮም ሎሚ ምሳይ ዓዲመ ነይረ ዝመፅእ ዘሎ ክልተ ቅነ እውን ምሳይ ዝቕኒ ክኸውን እዩ ማለት እዩ ሂዝ አ ክሪፕቶ ትሬደር እዩ ባት ፕሮፈሽናሊ ብናይ ሳይኮሎጂ እዩ ኣብዚ ዓዲ ኣፅኒዑ ማለት እዩ So it was so amazing guys ብጣዕሚ ፅቡቅ ግዜ ነርና but unfortunately screen share ገረ ዘርእየኩም ክኸውን እዩ ማርኬት ኣብ ሎሚ ትራምፕ ዘረባ ነይርዎ ፕላስ ሓደ ሚሊዮን ብሓደ ሊንክ ጌርካ ትሬድ ንክትገብር a lot of

is ኣብ መንገዲ ኣለና ማለት እዩ ገና ሕጂ ኢና ሎሚ ኢና ንጅምር ዘለና then we're gonna achieve a lot of things guys but ኣብ ዝሓለፈ ከም ዝነገርኩኹም ኩሉ ነገር ትራንስፓረንት ብዝኾነ መልክዑ ሪከርድ ክገብረልኩም እየ እንድሕር ዳ ተሓሊፍናዮ ከም ሓበሻ ትሬደር ከም ናይ ትግርኛ ትሬደር ተመሳሳሊ ሕብሪ ተመሳሳሊ ኣይኪው ዘለዎን ሕብረተሰብ ንመፃኢ እውን ሪከርድ ኮይኑ እዚ ቻነል ስለዝፀናሓኩም ንብዙሓት ትሬደራት ክምህር ይኽእል እዩ ብዙሓት ትሬደራት you know especially ኣብ ኢስት ኣፍሪካ ኤውሮጳ ዘለዉ መንእሰያት ኣብዚ ናትና ዕድመ ዘለዉ um፣ ይከኣል እዩ ዝብል ኒሕ ሒዝዎም ብዙሓት ትሬደራት ንክፈርዩ ምክንያት ክኸውን ይኽእል እዩ እንድሕር ደኣ ብለው ተጌርናዮ ከዓ ንዓይ ዲስ ማች um, ናይ ሓደ ሚሊዮን ፈንድድ ካፒታል ንምግዛእ ሓምሸ ሽሕ ጥራይ ኢንቨስት ገይረ ማለት እዩ ያ uh, ኣብቲ ፕሮሰስ uh, ናይ ሳይኮሎጂ um, ተሓጋጋዚ ተመሳሳሊ ፋይቭ ታውዘንድ ከፊልና ማለት እዩ and ካልኦት ነገራት ተመሳሳሊ but it's okay ንዓይ ማለት እዩ ብዙሕ ገንዘብ ኣይኮነን ድሕር ዳኣ ብለው ተገርናዮ ምኽሳር it's real ዝኾኑ ትሬደራት ክርድዎ ክሉ እዮም it's ምኽሳር it's part of the game just ብለው ክትገብሮ ትኽእል ኢኻ everything ዝከኣለካ ክትገብር ትኽእል ኢኻ ብለው ክትገብሮ ትኽእል ኢኻ ማለት እዩ but እዚ ማለት ግን ኣይንገብሮን ኢና ማለት ኣይኮነን we gonna do it that's why ሪከርድ ዝገብረልኩም ዘለኹ ማለት እዩ so ኣብ መወዳእታ ምስ ተረፍና ዲና ምስ ሓለፍና ከዓ እቲ ብዓቢኡ እቲ ፕሮሰስ እቲ መስርሕ ዝምህረና ክኸውን እዩ ማለት እዩ so thank you guys ናብ ቻርት ክወስደኩም እየ ኣብ ቻርት ዝነበረ ሎሚ ከዓ ፅሙቕ ኣቢለ ዘካፍለኩም ክኸውን እዩ ማለት እዩ ሕጂ ናብ ቻርት መፂእና ኣለና ዶ ኣብ ቻርት ናትና ከዓ ኣብ ስክሪን ከም ትሪእዎ ዘለኹም እቲ ማርኬት ነዚ ይመስል ነይሩ። እቲ ኣይዲያ ትሬድ ዝገበርናሉ ዋላ እኳ ኣብ ትሬዲንግ ክትመሃረሉ ጥራይ ዘለካ ነቲ ጌጋ ክትቕበሎ ጥራይ ዘለካ እምበር ከምዚ ኮይኑ እንዲ ከምዚ ስለ ዝኾነ ኣይኮነ ናትና ፎልት እዩ ነይሩ ግን እቲ ምክንያት ዝኣተናሉ ንስኻትኩም ክትመሃርሉ ብትኽእሉ ቻፕ ተሪኹም እጂ ኣብ ናይ ፎር ኣወር ድሕር ዳተ ከድና ኣብ ዩኤስ 500 ኢና ትሬድ ከና ነርና የስ ፋይፍ ሃንድረድ ንላዕሊ እዩ ዝወፅእ ነይሩ ኣብ ሶኒ ካብ ሶኒ ጀሚሩ ማለት እዮም ትሪእዎ ዘለኹም ይወፅእ ነይሩ ደን ክወፅእ ከሎ እንታይ ገዲፍልና እንድሕር ዳት ኢልኩምኒ ኒው ዊክ ኦፐኒንግ ጋፕ ዊች ኢዝ ሂር ማለት እዩ ሶ ነዛ ኒው ዊክ ኦፐኒንግ ጋፕ ብናይ ዋን ኣወር ማርኬት ስትራክቸር ኣሰንይዋ ነይሩ ዋት ዛት ሚን ዳት ሚንስ ማርኬት ካብዚ ንላዕሊ ይወፅእ ነይሩ ን ተሪእኹምዎ ማለት እዩ ድሕሪኡ ንላዕሊ ወፂልና

ምጽባይ ማለት እዩ so ከም ትሪእዎ ዘለኹም ኣብታ ኣብዛ ናይ one hour candle ኢና ዘለና መጺኡ ኣኽቢርዋ then ዓሰርተ ሓሙሽተ ሚኒት ከይድና ኦርደር ብሎክ ፈጢርና then ክንጽበ ኣለና ኢልና ማለት እዩ five ሚኒት ከይድና then ኣብ five ሚኒት ከይድና ተሪእናዮ ከም ትሪእዎ ዘለኹም it's so beautiful ኣብ five ሚኒት ምስ ወረድና it's like ነዚ እያ ትመስል እታ ማርኬት ማለት እዩ so ኣብዚ ኻታ ይገርና ዘሎ ማርኬት ኮንሶሊዴት ገይሩ መጀመርያ ሰዓት ትሽዓተን ፈርቓን ምስ ኮነ ማርኬት ንታሓት ማኒፑሌት ጌሩ ፌር ቫሊ ጋፕ ፈጢርልና which is here ፌር ቫሊ ጋፕ ኣለና ማለት እዩ then ማርኬት ሽፍት ክገብረልና ተጸቢና መርጺኡ ነታ ፌር ቫሊ ጋፕ ሰቢርዋ ኢንቨርጅን ፌር ቫሊ ጋፕ ፈጢርልና ኣይኤፍቪጂ ፈጢርልና ማለት እዩ ምስ ተጸቢና ማለት እዩ ስቲል ወጽዩ MSS ፈጢርልና which is market structure shift then ክጽበ ንድሕሪት ክጽበ ተጸቢናዮ ማለት እዩ ማርኬት ከይዱ ነይሩ ንላዕሊ ድሕሪ መጽዩ ኣብዛ ፌር ቫሊ ጋፕ ኢትልና then እና ከዓ ብዚኣ ሎንግ ወሲድና ማለት እዩ ጋይስ it was uh, our stop loss was ኣብዚ ናይ ፌር ቫሊ ጋፕ መወዳእታ and then ቴክ ፕሮፊት ንላዕሊ ቴክ ፕሮፊት ንላዕሊ ክሳብ ኣብዚ ዝገበርናሉ ምክንያት እንታይ እዩ ነይሩ ንላዕሊ ማርኬት ኦል ታይም ሃይ ናይ ዝሓለፈ ሰሙን ሊኩድ ስለዘይወሰደ ናስዳቅ ከዓ ወሲዱ ስለዝነበረ ደን ያ ዩኤስ 500 ንታሕቲ ሊኩድ ስለዝወሰደ ሶ ንላዕሊ ሊኩድ ክወስደና ፀቢና ነርና ማለት እዩ ባት ኣንፎርቹኔትሊ ማርኬት ወፂኡ ንላዕሊ ተመሊሱ ንዓና ሊኩዲቲ ጌርና which is ካብ ማርኬት ኣውፂእና ማለት እዩ so ያ ብዘሕዝን ኣጋጣሚ it was uh, very um, unfortunate day ማለት እዩ so it's part of the game ምኽሳር it's okay but ክንዲቲ መፅናዕቲ ዝገበርናዮ ፋንዳሜንታሊ 60 ፐርሰንት ቢሪሽ ነርና ብርግፅ ማርኬት ስትራክቸር ሽፍት ኮንፊርሜሽን ምስ ረኣና ኢና ኣቲና ማለት እዩ ሰንቲሜንታል እዩ ባይዘወይ መጽናዕቲ እውን ኔርና ሰንቲሜንታል እውን ቢርሽ ኔርና እዩ ድሓር ኢና ቡልሽ ስዊች ጌርና ማለት እዩ ያ ድሓር መጽናዕቲ ከም ዝገበርና እያ ተኮይኑ ቡልሽ ነዚ ኮንፊርሜሽን ሪኢና ኢና ኣቲና ኔርና ማለት እዩ ባት unfortunately it was not uh, perfect ማለት እዩ so we're gonna come stronger ጽባሕ ብዝሓየለ መልክዑ ብዝሓየለ መንፈስ ክንመጽእ ኢና ማለት እዩ and we're gonna win guys we're gonna win um, እያ ኣት ሊስት ሎሚ ገለ ካብቲ ከነወግዶ ንኽእል ዝነበርና እንታይ እዩ ነይሩ ነቲ ናትና ባያስ ሚርሽ ዝነበረ ባያስ ፈለው ምግባር ይከኣል ነይሩ እዩ ማለት እዩ ዋላ ኮንፊርሜሽን ተሃበና ዋላ መስፈርቲ ሃበና ግን ኣትሊስት ማርኬት ብጣዕሚ ኦቨር ትሬድድ ይኮይኑ ዘሎ ንላዕሊ ማለት እዩ ኣንደን ኤክስፔክት ክንገብር ንኽእል ነርና ኢና ዝተወሰነ መልክዑ ካልእ ናይ ሎሚ ዝነበረ ፀገማት ሓደ ሚሊዮን ካፒታል ብዝሕ ዝበለ ካፒታል ማለት እዩ ኣብ ሪስክ ማናጅመንት ምዝባዕ ኣጋጢሙ ነይሩ ማለት እዩ ስዋፕ ፊ ገሊኡ ፕሮፊርም ስዋፕ ፊ ኣለዎ ገሊኡ ኮሚሽን ሃይ ገሊኡ ፕሮፊርም ስፕሪድ ሃይ ኮይኑ ዋላ እኮ ዋን ፐርሰንት ጥራይ ዋን ፐርሰንት ሕጊ ክሰብር የብለይ እንተበልኩ ዋን ፖይንት ቱ ፕላስ ከም ንኸስር ጌርና ኣሎ ማለት እዩ ናብ ትሬደር ኮኔክት ክወስደኩም እዩ ያ ሶ ኣብ ትሬደር ኮኔክት ኣለና ኣብዞም ትሪዎ ዘለኹም ኣብ ትሬደር ኮኔክት ናትና ከዓ ትሽዓተ ሚእትን ሰማንያ ሸውዓተን ሻሕ ኮይና ኣለና ማለት እዩ ኣልሞስት ሓደ ነጥቢ ክልተ ፐርሰንት ሎሚ ዳውን ኮንኩም ኣለኹም ብለና ኣሎ ማለት እዩ ዊች ኢዝ ከም ዝነገርኩኹም ኣብቲ ናይ ኣብቲ ናይ ሪስክ ማናጅመንት ብርግፅ ክመፅእ ኣልና ኣይከኣለን ማለት እዩ and then as a result of that um, 0.2 ፐርሰንት ክንከስር ክኢልና ኣለና which is ናብ ኣልሞስት ናብ ከባቢ 200 ዝኸውን ዶላር ማለት እዩ but guys ገለ ከም more stronger ጽባሕ ማለት እዩ and እዚ ስክሪን ዘርእየኩም ዘለኹ ኸኣ it's just for transparency guys ይኽሰር ይኽሰብ ኣገዳሲ ይኮንን but ኣቐዲማ ዝነገርኩኹም እዚ ሪከርድድ ኮይኑ ንመጻኢ ዝተርፍ ዓይነት ቪድዮ ክሳብ ዝኾነ ኣብዞም ትሪእዎ ዘለኹም as a result of that guys ከም ትሪእዎ ዘለኹም 987 ሽሕ ወሪድና ኣለና ማለት እዩ ካብ ሓደ ሚልዮን እዚ ማለት ከዓ ናብ ከባቢ ዓሰርተ ክልተ ሽሕን ሰለስተ ሚእትን ሎሚ ክንከስር ክኢልና ኣለና ማለት እዩ ሶ ያ ንመፃኢ ኤቭሪ ናተይ ሉዝ ኤንድ ዊን ትሬድ ሸር ዝገብሮ ክንከውን እዩ ክሳብ ንሓልፎ ሓዲኡ ክሳብ ነፍልጥ ማለት እዩ ያ ታንክ ዩ ጋይስ ን ላይክ ሸር እናገበርኩም ነዚ ቻነል ዕብይዎ ኢኹም ሙሉእ ኣታዊ ነዚ ቻነል ኩሉ ግዜ ከም ዝነገረኩም ንዓኻትኩም ብጊቭ ኣወይ መልክዕ ድወሃብ እዩ ማለት እዩ ን ብጊቭ ኣወይ መልክዕ Still so far ብዙሓት ትሬይለራት ጊቭ ኣዌይ ንህብ ኣለና ኢና ማለት እዩ ን መጻኢ እውን we gonna give ክንህብ ኢና ማለት እዩ so that's it guys ዝተኻእለና ነገርና ኢና ማለት እዩ ጽባሕ ካልእ ፕሮግራም ክህልወና እዩ እቶም ክትሳተፉ ትደልዩ ኣብዚ ላይፍ ምሳይ ትሬድ ክትገብሩ ትደልዩ ናትና ሴልስ ማናጀራት ክትዛረብዎም ትኽእሉ ኢኹም ማለት እዩ ገና ኣብ ድሮዳውና ዘለና ድሕር ዳ ምሳይ ብናይ ሚእቲ ሽሕ ብናይ ክልተ ሚእቲ ሽሕ ሒዝኩም ተጀሚርኩም ዋላ እኳ መሳሪ ዝከኣል እንተኾነ ጀስት ምሕሳብ እውን ዘይከኣል ክኸውን እዩ ማለት እዩ this is not financial advice by the way only for educational purpose and 100% ይከኣል እዩ ማለት ከ ኣይኮነን ምኽሳር እውን ከጋጥም ከም ዝኽእል ተገንዚብኩም ኢኹም ነዚ ቪድዮ ክትከታተልዎ ዘለኩም ኦር ንስኻትኩም እውን ሪስክ ክትወስድ ዘለኩም ብሓደ ግዜ ሓደ ሚሊዮን ምውሳድ እዚ ዋይስ ስለ ዝኾነ ኣይኮነን እንዳዳ ጀንበርቲ ተኾንኩም ብሓምሳ ሽሕ ብዓሰርተ ሽሕ ክትጅምሩ ዘለኩም ማለት እዩ እንዳ ዓበኹም ክትመፁ ከለኹም ናትኩም ካፒታል ማልቲፕላይ ክትገብሩ ተኾንኩም ከዓ ፕሮፊርም ዕብይ ብዝበለ መልክዑ ትሬድ ክትገብሩ ትኽእሉ እዮም ማለት እዩ ታንክ ዩ ጋይስ ፎር ቱዳይ and like subscribe ግበሩ ኢኹም ያ ኣብ ቴሌግራም ቻነል ጆይን ተዘይገርኩም ኒውስ ዝተፈላለዩ ሓበሬታ ኣብኡ ዝርግሓልኩም ክኸውን እዩ ብዛዕባ ኢንትረስት ሬት ብዛዕባ ዘሎ ሃዋህው ከጋጥም ዝኽእል ተኽእሎታት ማለት እዩ ሶ ብዛ ቴሌግራም ቻነል እዚኣ ጆይን ምግባር ከይትርስዑ ማለት እዩ ታንክ ዩ ያኔለይ